በይንኻ ኮንካ ክትዓብን ምስ ስድራኻ ኮንካ ናብራኻ ክትገብርን ኣዝዩ ፍልልይ ዘለዎ እዩ። ታሪኽ ህይወተይ ካብ ናይ ካልኦት ሰባት ፍልይ ዝበለ ዋላ እኳ ተኾነ ግን ንኹላትና መሃርን ኣጸናናዕን ስለ ዝኾነ ከቕርቦ ፈትየ ኣለኹ። ሕጂ ዝነብሮ ዘለኹ ከባብን ዓድን ኣብ ግብጺ ኣብ ካይሮ እዩ። ንምንታይ ናብኡ መጺኺ እንተ ኢልኩምኒ ከኣ ብሓደ ጉዳይ መጽየ። ንሱ ከኣ ህይወተይ ንኽልውጥ ጥራይ ዘይኮነስ ዕረፍቲ ንኽረክብ እውን ስደት ከም ዝውጻእ ስለ ዝተረዳእኹ እየ። ኣደይ ቅድሚ ነቦይ ምምርዓዋ ካልእ ሰብኣይ ነይርዋ እዩ። ምስቲ ሰብኣይ ብጉዳይ ናብራን። ባህርያቱ ድማ ክትጻወሮ ስለ ዘይከኣለት ክፈላለዩም ወሲኖም። ማማ ካብቲ ቀዳማይ ሰብኣያ ውላድ ኣይነበራን። በዚ ውን ክኸውን ይኽእል'ዩ እቲ መባኣሲኦም ምኽንያት። ባባ ንማማ ምስ ረኸባ ግን ንኽምርዓዉ ግዜ ኣይወሰዱን። ሽዱሽተ ወርሒ እዮም ዝብሉና። እቲ ኮለል ዝበልሉ እዋናት ሕጽር ዝበለ ዋላኳ ተኾነ ግን ፍቕሪ እዩ ወሳኒ ብምባል ቀልጢፎም እዮም ናብ ሓዳር ክኣትዉ ዝተጓየዩ። ተመርዕዮም ከኣ ልክዕ ኣብ ዓመቶም ነቲ ቦኽሪ ሓወይ ድሕሪ ምውላዳ ከምቲ ማማ ትዕልለኒ ኣነ ኣብ ካልእ ገዛውቲ'የ ተወሊደ። ኣቦይ ኣዝዩ ጥዑም ሰብ'ዩ። ንማማ ሓንቲ መዓልቲ'ኳ ጥራሕ ኢዱ መጺኡ ይፈልጥን'ዩ ናብ ገዛና። እቲ ግዜ'ቲ ኣብ ናይ ደርጊ ግዜ ስለ ዝነበረ ከምሱ ከሎ ባባ ኣዚና'ያ ንሻቐል ኔርና። ብኸምዚ ከኣ ሓደ ሓደ እዋን ከምሱ ከሎ ብጣዕሚ ኣዝዩ ብርቱዕ ዝኾነ ማህረምቲ ሃሪሞም ስለ ዝሰደዎ ኣደይ ኣዝያ ትሻቐል ነይራ። ሰንበት ክኾን ከሎ ከኣ ሒዝኒ ናይ ንግሆ ይወጽእ እሞ ኣዛዊርኒ ከኣ ናብ ገዛ ንምለስ ኔርና። ምስ ኣቦይ ከመይ ዓይነት ግዜ ከነሕልፍ ምዃንና እየ ድሓስብ ነይረ እምበር ከምዚ ከጋጥም ኢለ ኣይሓሰብኩን ነይረ። ወላድቦይ ሓደ ግዜ ንማማ ኣብ ሳሎን ኮፍ ኣቢሉ ከምዚ ኢሉ ይዛረባ፣ እዞም ወተሃደራት ናይ ደርጊ ብጣዕሚ እዮም ንዓይ ሃስዮምኒ ዘለዉ። ከምሲ ከምሲ ከለኹ ከምቲ ጥርጠራታት ናቶም ጸጥታ ዲኻ ወላስ ታይ ኢኻ ንስኻ እንዳበሉ እዮም ዝሃርሙንን ዘሳቕዩኒ ዘሎው ስለዚ ኣነ ከም መሳቶይ ክወጽእ እየ። ብዝኾነ ይኾነኪ ግን እዚ ገንዘብ እዚ ሕዝዮ እሞ ንሱ ተወዲኡኪ ኣነ እንድሕር ዘይሓገዝኩኺ ከኣ ናብዚ ዓርከይ እዚ ኺዲ እሞ ንሱ ክህበኪ እዩ ኣነ ከኣ ንዑ ክረኽቦ ይድሓን ጸገም የለን ብምባል ይዛረባ ነበረ። ኣነ ናበይ ክወጽእ ባባ መሳቶይ መን'ዮም መሳቱ? እንዳ በልኩ ኣብቲ ማዕጾ ናይቲ ሳሎን ተጸጊዐ ይሰምዖም ነበርኩ። እቲ ግዜ ኣብዚ ሕጂ ሰዓት ኮይነ ክዝክሮ ከለኹ ቅድሚ ሰራዊት ኤሪትራ ንምጽዋዕ ምእታዎም'ዩ ማለት ቅድሚ ፈንቅል'ዩ ነይሩ እቲ ግዜ። ኣቦይ ክወጽእ'የ ዝበለ ኣነ ንሜዳ'ዩ መሲልኒ እንተ ረኣኻ ግን ኣደይ ከም ዝነገረትኒ ኣቦይ ንሱዳን ክወጽእ ከም ዝሓሰበ'ዩ ተዛሪብዋ ዝኸደ እቲ ዝሃበና ገንዘብ ጌና ከይተንቀሳቐሰ ከሎ መሓዙት ኣደይ ነፀለእን ክተኸይነን ልዕሊ ሰለስተ ኣርባዕተ እየን ዝኾና መፄን ኣብ ሳሎን ኮፍ ኣቢለን ክዛረባኣ ጀመራ ኣነ ኸዓ ማሚ እንዳበልኩ እንዳተፃወትኩ እየ ናብቲ ሳሎን ዝኣተኹ ልክዕ ኣብ ሕቑፋ ምስ ኮንኩ ኸዓ ማማ ሓቒፋትኒ ክትበኪ ጀመረት ኣነ ድማ ማማ እንታይ ዳኾን ክትበኺ ኣለኺ እንታይ ኣጋጢሙ ድዩ ብምባል ሓተትክዋ። ኣደይ ከኣ እዛ ጓለይ ኣይ ጉድ እንዳ ረኺብና እንዳ በለት ኣፍንጭኣ ተዓቢሱ ማማ እንታይ እንዳ ረኺብና እንዳ በልኩ ሓተትክዋ። ኣቦኽን ድዮም ኣቦኽን ድዮም ዓሪፎም እዛ ጓለይ ኢላ ኡይ በለት ኣነ ውን ምስኣ ኡይ በልኩ ምኽንያቱ እቲ ቻው ከይበለን ዝኸደ ኣቦይ ካልኣይ ሳዕ ስለ ክረኽቦ ዘይክእል። ብኸምኡ ኸኣ ኣዝየ ሓዘን ዝተሰማዓኒ ክሳብ ሕጂ ውን ኣብ ኣዒንተይ ይስእል እዩ። ማማ ሽሕ ግዜ ንባባ ዋላ እኳ ትብከየሉ ግን ስለምንታይ እዩ ባባ ንስደት ክወጽእ ዝሓሰበ? ብምንታይ ከ ሞይቱ? መን እዩ ቀቲልዎ? እንዳበልኩ ንሕቶይ ኣነ ክሳዕ ዝዓቢ ልቢ ክሳዕ ዝገብር እየ ዝሓቶ ዝነበርኩ። ድሕሪ ሓዘን ናይ ኣቦይ ከኣ እቲ ሓዘን ተዓጽዩ ንሕና በቃ ባባ የለን ማለት ድዩ እንዳበልና ከለና ናብ ገዛና እቲ ናይ ቀደም ሰብኣያ ንማማ ይመጽእ እሞ ኣነ ተጣዒሰ በቃ ንዓኺ ክመርዓወኪ ይሓስብ ኣለኹ ሕጂ በጃኺ ክምለስ ፍቐድለይኺ ኢሉ ክዛረባን ከጨንቓን እዩ ዝጀመረ ኣነ እንዳሰማዕኩዋ ከኣ ማማ ኣነ ንዓኻ ኣይደለይካን እየ ኣብ ግዜ ጸገመይ ምሳይ ዘይነበርካስ ኣብዛ ሕጂ ሰዓት ደኣ ኣርባዕተ ውሉድ ምስ ወለድኩ እሞ ከኣ ባዕልኻ ኣይፈትወክን እየ ንስኺ ከም ገለ ኢኺ እንዳበልካኒ ኢኻ ገዲፍካኒ ከይድካ ሕጂ ኣንታ ኮን ከትምለስ ኣለኻ ኣነ ክምለሰካ ኣብ ዘይክእል ደረጃ እየ ዘለኹ ስለዚ ካባይ እንተ ረሓቅካ ጽቡቅ ኣየለን ከኣ ኣነ ንዓኻ ኣይደልየካን እየ ሕጂ ከኣ ኣደ ኣርባዕተ ቆልዑት እየ እዚ ማለት ከኣ ኣነ መርዕውቲ እየ ዋላ እኳ ሰብኣየይ ብሂወት ኣይሃሉ ግን ሕልንኡን ኩሉ እቲ ስነ ስርዓቱን ምሳይ ኣሎ ሕጂ ከኣ ንዓኻ ኣይደልየካን'የ ኢላ ደጋጊማ ኣይደልየካን'የ ኣይደልየካን'የ ክትብሎ ጀመረት ንሱ ግና ሓኒቑ እንታይ ክትብለለኽ'ቲ ንዓይ ንዓይ'ኮ ትፈልጥኒ ኢኺ ገዛውቲ ሙሉእ ዘነቓንቕ ዝነበርኩ ሰብ'የ እስኺ ንዓይ ከምኡ ክትብልኒ ትኽእልኒ ኢኺ ሓራይ ከይቀትለኪ ኢሉ ከፈራርሓ ጀመረ ናባይ እንዳጠመተ ከኣ ንስኺ ምሳይ ክትውድኢ እንድሕር ዘይሓሰብኪ ናይዛ ህጻን እዚኣ ዕድል ከተባኽኒ ምዃንኪ ፍለጢ ኢኺ ኢሉ ገዲፍና ከደ። ኣደይ ብንብዓት ተሓጸበት። ኣቦኽስ ንዓይ ሓለዋይ እኮ ነይሩ፣ ጽላለይ እኮ ነይሩ። ካብ ሰብ እዚ ኣዝየ ኣዝየ ንኽርሕቕ እኮ ናይ ኣቦኺ ፍቕሪ ከምዚ ገይሩ እዩ ንዓይ ሃኒጽኒ። እንዳበለት ኣደይ ብንብዓት ንኽንኽ በለት። ከብደይን መዓንጣይን ክሳዕ ዝለግብ ድማ ነደይ በኸኹላ። ኣብቲ ሽዑ እዋን ኣነ ጓል ዓሰርተ ዓመተይ ነይረ። ነዊሕ ግዜ ጸኒሑ ድማ እዚ ቀዳማይ ሰብኣየ ዝነበረ ተመለሰ እሞ ኣደይ ዳግማይ ምስኡ ንኽትነብር ወሰነት። ዋላ እኳ ዓዲ ሕጊ ዋላ ተኾነ ኣብቲ ሽዑ ሰዓት ግን ንስለ ደቃ ክትብል ግን ሽዑ ምስኡ ሓዳር ክትገብር ወሰነት። ካብኡ ድማ ኣደይ ክልተ ኣዋልድ ወለደት። ኣደይ ምስዚ ሰብኣይ እዚ ካብ ትኸውን ምሳይ ጽቡቕ ኣካይዳ ክትከይድ ወይ ጽቡቕ ገጽ ከተርእየኒ ኣይጀመረትን። እንታይ ከም ዝኾነት ክትልወጠኒ፣ መመሊሳውን ከተንጸርጽርን ኣብ ቅድመይ ድማ ሕማቕ ዘረባ ክትዛረብን እየ ዝሰምዓ ነይረ። ስለምንታይ ግን ከምኡ ኮይና እንዳ በልኩ ክሓስብን ከስቆርቁርን ክጅምር ከለኹ መመሊሱ እዩ ዝገዳ ሀ ንስኺ ደኣ እንታይ ከፊእኪ ኣነ ደኣ ይደኸፋእኒ እምበር ነቦኹ ክብል እስኽስ ብኻ ምስ ኣቦኺ ሸለው ኢልኪ እንዳ በለት ሃንደበታዊ መጥቃዕቲ ከም ዝበሃል እዚ ኣዘራርባኣ ንዓይ ከምኡ ኮይኑ እዩ ዝወርደኒ ነይሩ። ኮም ኢለ ከኣ ንልዕሊ ሓሙሽተ ዓመት ኣብኡ ተቐመጥኩ። ኣደይ ግን ምሳና ጥራይ ዘይኮነት፣ ምስቲ ሕጂ ሰብኣያ ኮይኑ ዘሎ ምስኡ እውን ጽቡቕ ኣይነበረትን። ዳርጋ ብዙሕ ግዜ ኣብ ገዛ'ዩ ኮፍ ዝብል። እንታይ ይሰርሕ፣ ካብ ምንታይ የምጽኦ እቲ ገንዘብ ኣነ ይፈልጥን'የ። ተገላቢጦሽ ግን ኣደይ። ከም ኣቦይ ንፍዕቲ ንጥፍቲ ሰራሕተኛ ኮይና ትሰርሕ ብምንባራ ካብ ናታ ገንዘብ ክኸውን ይኽእል እዩ ዝብል ጥርጣረ ኣለኒ። ስራሕ ውዒላ ኣምስያ ምስ መጸት ተኺላ እውን ኣብ ገዛና ኣዝዩ ዓቢ ስራሕ ስለ ዝጸንሓ ኣቑሑት ሓጻጺባ መሊሳ እውን ምሳሕ ሰራሪሓ ዝስንከት ተሎ ሰናኺታ እያ ንንግሆ ዘድልየና ነገራት ቀራሪባ ንስራሓ እትኸይድ። ከምዚ ኢላ ግን ንነዊሕ ዓመት ክትከይድ ኣይከኣለትን ኣደይ። በቲ ብቆይቃ ምስ ተሰብኣያ በቲ ከኣ በቲ ትሰርሖ ዘላ ነገራት ኣዝያ ተጨናኒቃ ናብ ሕክምና ኢያ ዝኣተወትልኩም ልቢ ድኻም ኣጥርያ ከኣ ኣብ ሕክምና ደቀሰት ሎሚ ዶ ትፍወስ ጽባሕ ዶ ትፍወስ እናበልና ከኣ በቃ እቲ ሕክምና ከም ገዛና ኢና ክንሪኦ ጀሚርና ድሕሪ ብዙሕ ክንክንን መራፍእን ከኣ ንገዛ ክትከዲ ኣለኪ ኣብ ገዛ ኮንኪ ከኣ የዕርፊ ኢኺ ናይዚ ቦታ እዚ ከኣ ጭንቀት ገለ ከይገብረልኪ መታን ቆጸራ ክንጽሕፈልኪ ኢና ብምባል ንገዛኣ ኣፋነውዋ። ኣነ ከኣ ኣደይ ሓውያትለይ እንዳበልኩ ዋላ እኳ ሽሕ ግዜ ሕማቅ ትኾነኒ ግን ኣደይ'ያ እንታይ እሞ ክገብር ክእዘዛ ኣለኒ ሳውን ሓቃ'ያ እንዳበልኩ'የ ትሕቲኣ እንዳተማዘዝኩ ዝኸይድ ዝነበርኩ ከምኡ ኮይኑ ከኣ ሓደ እዋን ከምዚ ኢላ ጥዕናኣ እንዳመለሰት ከላ ኣደይ ምስቲ ሰብኣያ ትተሓራረቕ እሞ ንሱ ይሃርማ። ኣሕሚሙ ምስ ሃረማ ከኣ ሃለዋታ ትዓጹ። ኣደይ በቃ ዝሞተት ኮይኒ ተሰሚዑኒ። ሽዑ ውን ናብ ሕክምና ምስ ወሰድናያ ክትድቅስ ከም ዘለዋን ዘሰንብድ ነገር ኣጋጢምዋ ኣሎ። ተሃሪማ ከኣ ኣላ ኢሎም እቶም ዶካትር ከኣ ኢንፊጅንን ገለን ተኻኺሎም ክከናኸንዋ ፈተኑ። እንተኾነ ግን ኣደይ ኣይጸነሐትን። ትርግታ ናይ ልባ ክቕንስ ጀመረ። መሊሳ ከኣ ሃለዋታ ክተጥፍእን በይና ሃተፍተፍ ክትብልን ጀመረት። እዞም ዶካትር ኣብኡ ከለዉ እዮም ተረዲእዎም። ማማ እውን ከም ባባ በቃ ገዲፋትኒ ከደት። ንዓይ ከቢድ ጾር እዩ፣ ምኽንያቱ ሓላፍነት ኩሉ ስድራ ናባይ ስለ ዝኾነ። ማማ ብሰላም ምስ ዓረፈት በቃ ኣነ ሓደ ዓመት ጥራየ ጸኒሐ ኣብቲ ገዛ ምኽንያቱ ሰብኣይ ኣደይ ከንብረኒ ይከኣለን ክዕምጸኒ ክሃርመኒ ልክዕ ከም ማማ ክገዝኣኒ ጀሚሩ ሓደ መዓልቲ እውን ንስኺ ነዴኺ እንዲኺ ትመስሊ ንስኺ እውን ንዓይ ኢኺ እንዳበለ እዩ ዝፍክረለይ ዝነበረ ዝገርመን ዝነበረ ግን ሓደ ነገር እዩ ደቁ ሓደ ነገር እንድሕር ኮይነን ወይ ተወዲቐን ወይ ኣብ ቤት ትምህርቲ እንዳ ተጋጌን ንስኺ ክጋጊኼን ዓባይ በጊዕሲ ዕያዊት ተሒዛ ትጠፍእ ንስኺ ዘይተማሃርኪ ደኣ ከመይ ጌርኪ ኢኺ ሕጂ ንደቀይ ክትሕዝየን እንዳ በለ ብድዐ ዘረባ ክዛረበንን ክቆያየቀንን ክሃርመንን እዩ ዝጀመረ። ኣነ ካብቲ እዋን እቲ ድሕሪ ሓደ ዓመት ኣቢለ ምስ ወጻኹ ልክዕ ንሱዳን እየ ኣትየ ካብ ሱዳን ከኣ ድሕሪ ክልተ ዓመት ኣቢለ ናብ ግብጺ እየ ዘምራሕኩ። ኣብ ግብጺ ድማ ጽቡቕ ስራሕ ረኺበ እንዳ ሰራሕኩ ገንዘብ ድሕሪ ምእካበይ ናተይ ዝብላ ትካል ንእሽተይ ገበርኩ። ብሰንኪ ሰብኣይ ኣደይ ኣነ ካብ ዓደይ ወጺኤ ተሰይደ ጥራይ ዘይኮንኩስ ነወዳት ብሓፈሻ ንኸይኣምኖም እዩ ጌርኒ። ምኽንያቱ ሰብኣይ ኣደይ ዝበልኩኹም ንማማ ክልምና ከሎ ኣብ ትሕቲ እግራ ተንበርኪኹ ጫማኣ ስዒሙ የእጋር ኣውጺኡ ከኣ ኣረምሲሱ፣ በቃ ኣይትሓዝለይ ኣነ ክምለስ ዘሊለኹ ምሳኺ እንዳበለ እዩ ብንብዓት ተመሊሱ። ነደይ ግና ደም ኣንቢዑ ደም ከም ትውድእ ገይሩ ብሂወት ከም ዘይትነብር ገይሩ እዩ ፈሪድዋ። ናይዚ ጽልዋ ድማ ኣነ ኣወዳት ንኽሕዝ ኣዝዩ ዓቐበት ክኾነኒ እዩ ዝጀመረ። እዚ ማለት የዕሩኽ ክገብር ናይ ዘልኣለም ኢለ ክሕዝ ክፍትን ከለኹ ነዚ ነገር እዚ ኣብ ኣእምሮይ እንዳመጸ ከጨንቐኒ እዩ ዝጀመረ ምኽንያቱ ኣቦይ ካብ ዓሰርተ ሓደ ክኾን ይኽእል እዩ ወይ ከኣ ካብ ሚእቲ ዓሰርተ ድበሃሉ ከምኡ ዓይነት ዘርኢ ክኾን ይኽእል እዩ በቲ ኮይኑ በቲ ግን ኣነ ኣብቲ ዝነበርኩዎ ናይ ስደት ቦታ ኮይነ ኣወዳት ክደሊ ጥራይ ዘይኮንኩ ኣነ ስርሐይ ከመይ ገይረ የዕቢ ነቶም ኣብ ኣስመራ ዘለዉ የሕዋተይከ ከመይ ገይረ የሕግዝ እንዳበልኩ ክሓስብ ክተዓጸፍ እየ ዝረአ ዝነበርኩ ፈጺመ ከምዚ ዓይነት ህይወት ከም ዘሕለፍኩ ኣብ ደገ ከርኢ ኣይደልን እየ። ቀሪቡ ንዝሓተተንን ክነግሮ ንዝደልን ክሃንጾ ብዙሕ ቀረት ገይረ ከረድኦ እንተደልየ ጥራየ ነዚ ናተይ ዛንታ ዝጅምሮ ደኣ እምበር ሱቕ ኢለ ዝጅምሮ ነገርሲ ኣይኮነን። ኣብ ግብጺ ኣትየ ከምቲ ዝበልኩኹም ብዛዕባ እታ ንእሽተይ ትካለይ ጥራይ ድሓስብ ነይረ። ኣጋጣሚ ግን ሓደ ሰብ ናብቲ ናተይ ትካል እንዳመጸ ወትሩ ከዕልለንን ከስሕቐንን ልዕሊ ናይ ዓሚል ነገር ከርእየንን ጀመረ። ደሓር ግን እቲ ናትና ዝምድና እንዳማዕበለ ምስ ከደ ኣነን ንሱን ካብቲ ብማዕዶ ማዕዶ ዝነበረ ርክብናን ካብ ሰሓቕ ሓሊፉን ናብ ውሽጣዊ ፍቕራዊ መንገዲ ክሰርጽ እዩ ዝጀመረ። ኣነ ምስዚ ወዲ እዚ ፍልይ ዝበለ ኣጠማምታን ፍልይ ዝበለ ኣረኣእያን እዩ ዝነበረኒ ንሱ ከኣ ከምኡ ፕሮሰስ ንክግበረሉ እዩ ናው ናብታ ዓድትይ መጽዩ ግን ክሰልጦ ኣይከኣለን ከምዚ ናተይ ንእሽተይ ትካል ንክገብር ይጽዕር እዩ ዝነበረ ኣብ ፍቅራዊ መንገዲ ከኣ ልዕሊ ኣርባዕተ ዓመት ገበርና ተለማሚድና ስለ ዝነበርና ከኣ እዚ ፍቃረይ ሓደ ሕቶ ይሓተኒ ምሳኺ ክሓድር ደልየ ኣለኹ ኣነ እቲ ኣብ ዓለም ከስተማቕርዎ ኢሎም ሰብኣይን ሰበይትን ክኾንዎ ዝደልዩ መንገዲ፣ ኣነ ኸኣ በቋራጭ ምሳኺ ከምኡ ክኾን ደልየ ኣለኹ። ክትምርዓወኒ እንድሕር ደሊኺ ኣነ ድልው እየ፣ ንስኺ ግን ክሳዕ ኣብ ከምዚ ደረጃ ዝበጽሕ እንዳበልኪ ተተራርፍኒ ኢኺ ትመስሊ ዘለኺ። ስለዚ ከሎ ጌና ኣነ ኩሉ ነገርኪ ክፈልጦ ኣለኒ። ድንግልናኺ፣ ንዓይ ዘለኪ ፍቕሪ፣ ኣብ ምድቃስ ዘለኪ ተዋስኦ ክርእዮ ኣለኒ። ሽዑ ድማ ይውስን ኢሉ ክዛረበኒ መመሊሱውን ክደፋፍኣኒ ጀመረ። እቲ ሽዑ ሰዓት ብሓንሳብ ኣይደቀስናን። ኣነ ግን ሓደ ነገር እየ ነጊረዮ፣ ፍቕረይ ኣነ ንዓኻ ዘይከውን ኣይኮንኩን፣ ኣሽንኳይዶ ክብረይ፣ ህይወተይ ክህበካ ድልውቲ እየ። ግን ካበየንተይ ዘይሃሰሰ ናይ ሰብኣየ ኣደይ ግብርታት ኣሎ። ነዚ ነገራት እዚ ክድምስሶን ካብ ኣእምሮይ ድማ ጠቕላላ ከትፍኦን እየ ዝጽዕር ዘለኹ ደኣምበር ምሳኻ ከይምርዓው ኢለ ኣይኮንኩን ዝድንጉ ዘለኹ። ሕጂ ድማ ንዓኻ ክትርድኣካ ዘለዋ ሓንቲ ነገር ኣላ። እቶም ኣነ ዝደልዮም ኣወዳት ድዮም ዋላስ እቲ ኣነ ዝደልዮ ወዲ ልክዕ ከም ኣቦይ ጥራይ ይኹነለይ ከምቲ ሓቀኛ ኣቦይ ከምቲ ነደይ ብስቅያት ዝቐተለ ዘይኮነስ ግን ከምቲ ናይ ብሓቂ ኣቦይ ክኾነለይ እየ ዝደሊ ኢለ እንዳነባዕኩ ምስ ተዛረብኩዎ ፍቕረይ እመንኒ ልዕሊ ቦኺ ኮይነ ነዚ ናብራ እዚ ነዚ ህይወት እዚ እንድሕር ዘየጓዓዝኩኺ ከምዚ ይኹን ከምዚ ድማ ይድገመኒ እንዳበለ ክምሕል ጀመረ። ከምዚ ኢሉ ክዳውንቱ ከውጽእ ምስ ጀማመረ ከኣ ኣነ ኡይይ ዝበልኩ። እሱ ከኣ እንተዳ ኮንኪ ደሓን ዲኺ? በለኒ። እሱ ኣይተረድኦን ደኣ እምበር ኣነስ ሓደ ነገር እዩ ስእሊ ዝመጻኒ ዘሎ። ብኑስ ዕድሜይ ከለኹ ከምኣ ኮይኑ ጥራሕ ኣካላቱ ኮይኑ ንዓይ እንታይ ከም ዝገበረኒ ስጋብ ሕጂ ዘይርድኣኒ ሓደ ነገር ከም ዝኾንኩ እየ ዝዝክር። ቃንዛ ከም ዝኾነ ካልእ ነገር ኣይርድኣንን እዩ። መመሊሱ ክዳኑ ኣብ ዘውጽኣሉ ግዜ ግን ኣነ ነቲ እዋን እቲ ጥራየ ዝዝክር። ኣብ ኣእምሮይ ልክዕ ከም ሓደ ትራኦማ ኮይኑ ዝተቐመጠ ከቢድ በሰላ። ነዘፍቃሪየይ ከኣ ሓንቲ ነገር ነገርክዎ። ፍቕረይ ሓንቲ ነገርዶ ክትገብርለይ ትደሊ? መስተ እባ ኣምጻለይ። መስተ ኣስቲኻ? ኣስክረን እሞ ብድሕሪኡ ድላይትካ ትገብር ኢለ ተዛረብክዎ እዚ ፍቃርየይ ከኣ ከይዱ ወይን ድሕሪ ምምጻእ ክሳዕ ልበይ ዝሕጎስ ክሳዕ ካብ ቁጽጽር ዝወጽእ ከኣ ነታ ጥርሙዝ እቲኣ ኣልዒለ ኣብ ኣፈይ ክሳዕ ጥብ ዘብላ ኮንኩ ካብ ቁጽጽር ወጻኢ ስለ ዝኮንኩ ከኣ ኣብ ኣካላተይ እንታይ ይኸውን ኣሎ ዋላ ሓንቲ ኣይርድኣንን እዩ። ኣነ ዝርድኣኒ እንተሎ እንታይ እዩ ገለ ስእልታት ጥራይ እዩ ኣብ ኣእምሮይ ዝፍጠር ዘሎ ምስዚ ኣፍቃሪየይ ጥዑም ሂወት። እታ ለይቲ እቲኣ ከኣ ምስ ኣፍቃሪየይ ሓደርኩ። ንጽባሒቱ ምስ ተሳእኩ ግን ነቲ ሰብኣየይ ነዚ ፍቃሪየይ ኢለ ዝሓስቦ ዝነበርኩ ኣብ ጎነይ ክረኽቦ ኣይከኣልኩን። ምስ ረኣኽዎ ተጸዊጉ ንዓይ ግን ስለምንታይ ሓሲኽኒ ድንግልናኺ ኣበይ ኣሎ ኣበይ ኣሎ? ኢሉ ክጸፍዓኒ ክሳዕ ዝደሊ ናብ ገጸይ ቀረበ። ኣነ እዚ ኹሉ መንገዲ ክጓዓዝ ከለኹ ምስ ድንግልናይ ኣለኹ ኢለ'የ ድጓዓዝ ዝነበርኩ። ብርግጽ እቲ ቃንዛ ኣሎ ግን እቲ ደም የለን። ኩሉ ነገር ከዕልሎ ጀመርኩ። ኣነ ኣይርድኣንን'ዩ ድንግልናይ ተወሲዱ'ዶ ኣይተወስደን ኣነ ወላ ሓንቲ ዘይፈልጥ ምኽንያቱ ቅድም ንእሽተይ ከለኹ እቲ ስእሊ ጥራይ'የ ዝዝክሮ እምበር እንታይ ኣጋጢሙኒ ኣነ ይፈልጥን'የ ኢለ ከዕልሎ ጀመርኩ። ሓደ ሰብ ጥራሕ ኣካላቱ ኮይኑ በቃ እንታይ ከም ዝገበረን ሸው ኣይርድኣንን እዩ ግን ጥራሕ ኣካላቱ ጥራይ እዚ ንዓይ ኣብ ኣዒንተይ ተሳኢሉ ተሪፉ ዘሎ ኢለ ክዕሎ ጀመርኩ ንሱ ግን ሓሲኽኒ ክሓሲኽኒ ንዓይ እስኺ ተሻጥርኒ ጓል ኣይኮንክን ሓራይ ቅድሚ ዋላ ምጺ ናብ ግብጺ ደኣ እምበር እስኺ እንታይ ፍልጠት ኣለኪ ደይ ንሕና እያን ተዓጻጺፍና ነቲ ትካልኪ ዓሚላት ንመልኦ ዘለና ኢሉ ከበቲ ዘረባታት ወርዊርለይ ይኸይድ ኣብ ትሽዑ ሰዓት መንከላኸል ጥንሲ ተጠቂመ ስለ ዝነበርኩ ወላ ሓንቲ ብዛዕባ ክጠንስ እየ ዝብል ኣርእስቲ ኣብ ኣእምሮይ ኣይመላለስን'ዩ ነይሩ። ናቱ ዘሰንበደን ነገር ተሎ ግን የፍቅረኪ'የ ዝብለን ዝነበረስ ካብ ክሳድ ንላዕሊ'ዩ ማለት'ዩ። ፍቕሪ'ኮ ኣነ ክገልጾ ከለኹ ህይወት'ዩ። ፍቕሪ ህይወት'ዩ ዘኽፍል። እንዳበልኩ'የ ኩሉ ሳዕ ዘረድኦ ዝነበርኩ፣ ንሱ ድማ ሓቅኺ እንዳበለ ብዙሕ መጽናዕታዊ ድሕረ ባይታ ዝተገብረሎም ጽሑፋት እናምጸኤ'ዩ ዝዛረበኒ። ኣብዛ ጉዳይ እዚኣ ግና ኢዱ ኣንሳሒቡ ቀልጢፉ'ዩ ክሃድመሉ ዝፈተነ። ኣነ ድማ ኣወዳትሲ ኣወዳት ከም ቀደሞም እንትርፎ ክፈርዱ ንዓናዶ ተረዲኦምና ፈልጡ'ዮም እንዳበልኩ ምስ ውሽጠይ ክዘራረብን ኣብ ርእሲኡ ድማ ደሓን ጸገም የለን ሕጂ ተናዒቐ ኣለኹ፣ ጽባሕ ግና ኣነ ንኸይንዕቕ ክጥንቀቕ ኣለኒ ኢለ ልቦነይ ከግፊሕ'የ ዝፈተንኩ። ኣንጻር ኩነታት ብምኻደይ ብጣዕሚ'የ ተሓጒሰ፣ ምኽንያቱ ዝኾነ ሰብ ምስ ኩነታቱ ምስ ዝኸይድ ልክዕ ንፋስ ናብ ዝመርሓካ ከም ዘይትፈልጥ ኣነ ከኣ ልክዕ ከምኡ ምኾንኩ ነይረ። ግን እዚ ኩሉ ጉድኣት ዋላ'ኳ ወሪድኒ ክነሶይ ሓደ ነገር ግን ንኣምላኽ የመስግኖ ብንፋስ ተኸብኪበ ክጸድፍ ስለ ዘይደለየኒ ስርሐይ ካብቲ ዝነበሮ ዓማዊል ንእሽተይ ብምውሳኽ ጽቡቕ ኣታዊታት ከእቱ ምስ ጀመርኩ ከኣ፣ ልክዕ ድሕሪ ክልተ ዓመት፣ እቲ ፍቃሪ ካብ ዝኸደሉ እዋን ማለት'ዩ፣ ብስርሐይ ይድፈልጠኒ፣ ምስኡ ከኣ ይላለ። ተላልየ ግን ማዕረ ክንድኡ ዝኸደ ዝምድና ክህልወኒ ኣይደለኹን። ነብሰይ ክሕሉን ካልኣይ ሳዕ ሕማቕ እንድሕር ገጢሙኒኸ? እንታይ ይፈልጥ ስለዚ ኣነ ክጥንቀቅ ኣለኒ ካብ ከምዚ ፍቅራዊ መንገድን ፍቅራዊ ሓሳባትን ኣነ ድሕር ኢለ ድሕረ ባይትኡ ቅድም ክፈልጥ ኣለኒ ብምባል ዋላ እኳ ተተጓዓዝኩ ግን ስዒርኒ ድበሃል ስዒርኒ በቃ እቲ ናቱ ለውሃትን ዝነበሮ ኣቀራርባ ምስ ሰብን ኣዝዩ መሲጥኒ ሓንቲ ከይትረፍኩ ከኣ ብዛዕባ ናይ ስድራይን ንዓይ ዘጋጠመንን ኣብዚ ሕጂ ቅድሚ ክልተ ዓመት ዘጋጠመኒ ብዛዕባ ናይ ፍቅረይ ክኣ ነገርክዎ። መጀመርታ ሓዚኑ ዋላኳ እንተረኣክዎ ብድሕሪኡ ግን ንሰብ ዘየጋጥሞ እኮ ኣየጋጠመክን ስለምንታይ ከምዚ ክትሓዝኒ ሕጂ ምስቲ ናትኪ ቃውማ ዘይከይድ ዓይነት ኣተሓሳስባ ግደፍዬክ በጃኺ ከምዚ ዓይነት ጽባቀ ሒዝኪ እሞ ክኣ በጃኺ ንዓኺ ዝምጥነኪ ሓሳብ ሕሰብዪኺ ኢሉ ከበራትዓኒ ከገንሓንን እዩ ዝጀመረ እዚ ናይ ብሓቂ ፍቃሪ ይመስል ዋው ኣታ ኣምላኽ ሕጅስ ናይ ብሓቂ ኣፍቃሪኻ ክትበን ደሊኻ ኢለ እውን ምስ ኣምላኸይ ምዝራብ ጀመርኩ ምክንያቱ መን ደኣ ኣለኒ ደኣ እሞ ኣብ ህይወት ኩሉ ሰብ ክሒድኒ እዩ በቃ ዘረባይን ኩሉ ምጉተይን ንዑ የደዎ ነይረ ምስ እዛ ኣፍቃሪይ ኮይነ ከዓ ብዛዕባ ናይ መፃኢና መደባትናን ክነውፅእ ሀይ ኢልና ክንፅሕፍ ጀመርና ዝምድናና ኣዝዩ ስለ ዝተረረ ከኣ ናብ ካልእ ጌጋ ከየምራሕና ከለና ጥንሲ ወዲ ጥንሲ ከይመጸ ከሎ ቅድሚ መርዓ ፍቅረይ ቀልጢፍና ዘይንምርዓው በለኒ ኣነ እታ መርዓቲኣ ሽማ ብጣዕሚ ጽብቅቲያ ግን ተረዲእካ ድዩ ፍቅረይ ንመርዓዊ ኢካ ትብለን ዘለካ ኣብ ሓደ ቤት ሓንቲ ነፍሲ ኮይንና ክንነብር እወ ንመርዖ፣ እቲ ታሪኽ ህይወትና ዝድምሰሰሉን ካልእ ታሪኽ ድማ ዝጅመረሉን ክኸውንሲ ሕጂ ንእተዎ እዚ ሓዳር'ዚ ኢሉ ብኢደይ ቀጥ ኣቢሉ ድሕሪ ምሓዝ፣ ኣነ ኣዝየ ደፍቅረኪ፣ ዚያዘክርያኺ። በለኒ። ክሓስበሉ መዓልታት ክበኒ ምስ ደለኹ ከኣ፣ ጸገም የለን፣ ሰሙን ኣለትኪ ዕብድል። ካብኡ ካብቲ ሰሙን ግን ኣይተንውሕዪኺ፣ ምኽንያቱ እንታይ ከም ንኸውን ኣይንፈልጥን ኢና። ኢሉ ኣማኸረኒ። ድሕሪ ሰሙን ከኣ መልሲ ሒዘሉ መጻኹ። ብኹሉ ነገር እናተረዳኢኻኒ ኮይንካ፣ ኣነ ንሓዳር ፈሪሐዮ ዘይኮንኩስ፣ ንሓዳር ግን ክልቴና ብርድኢት እንተ ኣተናዮ ብምባለይ እምበር ብኻልእ ነገር ኣይሓፍርን'የ። ኣጆኻ! ምርጫይ ሕራይ ምዃኑ ነገርክዎ። ተመርዒና ከኣ ጽቡቕ መርዓን ጽቡቕ ግዜን የሕሊፍና። በቃ ሕጹነትና ከምዚ ዝበሃል ሕጹነት የለን። ዋላ እቶም ዝተሓጸኹም ከምቲ ናትና ጌርኩም ኣይተሓጸኹምን ኢለ ጥራይ እየ ክገልጾ ዝኽእል። ድሕሪ ሕጸና ከኣ ኣነ ትኽ ኢለ ንስርሐይ ንሱ ከኣ ኣብ ገዛ ኮይኑ ይሰርሕ ስለ ዝነበረ ስርሑ ከዕብየሉ ዝኽእል ነገራት ኣነ ውን ክሓስብ ጀመርኩ። እንተኾነ ግን ምሳይ ኮይኑ ክሰርሕ ኣዝዩ ድሌት ከም ዘለዎ ምስ ረኣኹ በቃ እዚ ሊብሬቶ እሞ ንዓይ እንታይ ይጠቕመኒ ብሽመይ እንተኾነ ብሽም ክልቴና ንግበሮ ኢለ ድሕሪ ምዝራበይ ምስኡ ናብቲ ምምሕዳር ናይቲ ዓዲ ከይደ ብናይ ክልቴና ሽም ገበርክዎ። እዚ ኣነ እቲ ዘለኒ ኩሉ ናቱ ምዃኑ እቲ ናቱ ከኣ ናተይ ምዃኑ ሓደ ነፍሲ ምዃንና ከረድኦ ስለ ዝደለኹ ስለ ዘፍቅሮ ከኣ በቃ ተሓጎሰለይ እስከ ኣነ ብናይ ክልቴና ሽም ገይረዮ ኣለኹ ዝትካለይ። ምስ በልክዎ በቃ ልክዕ ከምዚ ሓድሽ ቆልዓ እግሪ ዝተክል ደሎ ዝል ዝል እንዳ በለ ክሓቕፈኒ ክስዕመኒ እዩ ጀመረ። ናብ ዱባይ ከኣ ብስራሕ ክኸይድ ከም ዘለኒ ነገርክዎ። ክሳዕ ኤርፖርት ከኣ ኣፋነወኒ። እዚ መዓልታዊ ነይሩ ስርሐይ። ናብ ዱባይ ምምልላስ ጥራይ ዘይኮነስ ናብ ዓዲ የዕራብ እንዳኸድኩ ብዙሕ ንብረታት የምጽእ ስለ ዝነበርኩ በዚ ነገር እዚ ንሱ ኣይሕድሾን እዩ። ምኽንያቱ ናበይ ትኸይድ ኣላ ንኸይብል ስርሐይ ኩሉ ንሱይ ስለ ዝፈልጦ። ከምዚ ኢለ እናተመላለስኩ ስርሐይ ካብቲ ዝነበረቶ ናብ ምእክል ድበለት ቦታ ድሕሪ ምምጽእይ ብዙሓት ሰባት ዓማዊል ከጥሪ ጀመርኩ ኣታዊታት ከኣ በብመዓልቱ ኣዝዩ እናበዝሐ ከደ ኣብ ሓዳር ካብ ዝኣቱ ልዕሊ ሰለስተ ዓመት ጌረ ኣለኹ ግን ውላድ ድበሃል የብለይን እንታይ እዩ ናይ መን ጸገም እዩ እንዳ በልኩ ነዚ ፍቃርየይ ነዚ ሰብኣየይን ሒዘዮ ናብ ሕክምና ይኸይድ እሞ ምስ ተመርመርና ከኣ ክልቴኹም ጸገም ናይ ምውላድ የብልኩምን ግን ሓደ ሓደ ግዜ ከም ስለ ዝረኣ ኢሉ ናይ ቆጸራ ወረቀት ጽሒፍልና ንኽንምለሶ ኣዘዘና ልክዕ ኣብታ ዝኣዘዘና ድሕሪ ሸውዓተ ወርሒ ከኣ ምስ መጸና ሕጂ ውን ዋላ ሓንቲ ጸገም ኣይርእን እየ ዘለኹ ክትወልዱ ትኽእሉ ኢኹም በቃ እዚ ስራሕ ኣምላኽ ድኣ እምበር ኣነ ዋላ ሓንቲ ክገብሮ ኣይክእልን እየ ኢሉ እቲ ዶክተር ኢዱ ኣንሳሒቡ ናብ ኣምላኽ ክንጥምት ከም ዘለና ነገረና እዚ ፍቃርየይ ናብ ራብዓይ ዓመት ምኻደይ ኣዝዩ ኣሻቒልዎ ዋላ እኳ ተነበረ ግን ከምዚ በለኒ ፍቕረይ ኣምላኽ ክሳዕ ምሕረት ዘውርደልና ንሕና ነቶም ኣብ ኦርፋን ዘለዉ ቆልዑት ከይድና ካብኦም ክልተ ቆልዑ ዘይነምጽእ በለኒ ነዚ ሓሳብ እዚ ኣነ ኣይተቀበልክዎን ምክንያቱ ማህጸነይ ክወልድ እንዳ ከኣለ ናይ ካልኦት ውላድ ከዕቢ እንታይ ዓይነት መርገም እዩ እዚ ኢለ ኣይተቀበልክዎን ድሕሪ ሰለስተ መዓልቲ ግን ተረጋጊኤ ንሓሳባቱ ተቀበልክዎ ክልተ ቆልዑት ኤርትራውያን ረኺብና ከኣ ሒዝናዮም መጻና። እቶም ቆልዑት ብርግጽ ደቂ ሓሙሽተ ዓመት ዋላ እኳ እንተ ነበሩ ከም ውላደይ ክርእዮም ኣየጸገመንን። በቲ ግን ብዙሕ ፈተነ ተፈተንና ወላሓንቲ ለውጢ ዘይብሉ ኮይኑ ምትራፉ ንዓይ ተስፋ ክቐብጸኒ ጀመረ። እሞ በቃ ሓደ ኣፍ ኢቱ ሰለስተ ቆልዑት ምዃኑ ወሰኽ ሓሙሽተ ክኾኑልና። ኢለ በእምሮይ ይሓስብ ስለ ዝነበርኩ፣ ኣንታ እዚኳ ንማህጸነይ ዓጽይዎ ይኸውን? ኢለ ብቕልጡፍ'የ ከምዚ ሓሳብ ምሕሳብ ዝገደፍኩ። ምፍታንና ኣየቋረጽናን፣ ግን ድኾነ ሓድሽ ነገር ኣብ ማህጸነይ ዝፍጠር ኣይነበረን። ናይ ቀረባ መሓዙተይ፣ ማለት ካብ ሱዳን ካብ ዝወጽኣ ኣትሒዘን ኩሉ ሳዕ ዝከታተላኒ፣ ኣብ ደገ ኮይነን ከኣ፣ እንታይ ክንሕግዘኪ ንሕና ክንሕግዘኪ ድልዋት ኢና ዝብላኒ ዝነበራ ኣዝማደይ ኮነ ደቂ ገዛውተይ ዋላ ሓንቲ ሓገዝ ከም ዘይደሊ እየ ዝነግረን ነይረ። ኣብ ግብጺ ከኣ ምሳይ ስለ ዝነበራ ገለ ገሊኤን ምሳኣተን ከዕልል ግዜ ክወስድ ጥራይ እየ ዝደሊ። ሓንቲ ካብተን ቤስት መሓዛይን ኣብ መርዓይ ከኣ መሓዛ ኮይና ዝነበረት ከምዚ ኢላ ቅርብ ኢላ ተዕልለኒ ኣንቲ መሓዛይ እዚ ሰብ እዚስ ትፈልጥዮ ዲኺ ቅድም? በለትኒ። ዋእ ሕጂ ዶ ክትሓትኒ ደኣ ሰለስተ ዓመት ኣርባዕተ ዓመት ምስ ገበርክዎ ሓዳር ኢሂ ከይጋግየ ዶ ፈሪሕኪ እወ እዚ ትፍቃርየይ ዝነበረ እዩ ተመሪዐዮ ከኣ ኣለኹ ሰብኣየይ ከኣ ኮይኑ ኣሎ ኖኖ ትፈልጥዮ ዲኺ ሂወቱ ኢላ ደጋጊማ ሓተተትኒ ዋእ ኣንቲ መሓዛይ እንታይ ኢኺ ከተውጽሉ ደሊኺ ሕጂ ከ ከምቲ ናይ ቅድም ዝተዘሕረቐኪ ዲኺ ክትዛረብ ዘለኺ ኢለ ሓተትክዋ ንሳ ግን ኣንቲ ላገጽኒ እየ ዘለኹ ኣነ ገለ ነገር ብዛዕብኡ ስለ ዝሰማዕኩ'የ ትማሊ። እንታይ'ኸ ሰሚዕኪ ዘይትነግርኒ? እንታይ'ኸ ተሻቕልኒ ደለኺ? ኢለ ቐሪበ ሓተትክዋ። እዛ መሓዛይ በጃኺ ከከብደኪ'የ ዝፈርሕ ዘለኹ እምበር ምንጋርሲ ክነግረኪ'የ። ምኽንያቱ ከምዚ ኢልኪ እንዳ ተወጻዕኪ ክርእየኪ ስለ ዘይደሊ። ስለምንታይ ሓደ ቖልዓ ኣይኣኽለኩምን ካብ እንዳ ዘኽተማት? ስለምንታይ ክልተ ቖልዑት ኣምጺኹም? ስለምንታይ'ከ ሰለስተ ኣርባዕተ ዘይትገብርዎም? ብዙሓት ዘይትገብርዎም ስለምንታይ? እቲ ምስጢር ስለምንታይ'ዩ? ኢላ ደጋጊማ ስለምታይ ስለምታይ በለትኒ ኣነ ከኣ ኣቲ ማሓዛይ ሕጅስ እዚኣስ ትሕተት ሕቶ ኮይና ዲኣ ንዓይ ትሓትኒ ደለኺ ሰብኣየይ ክልተ ስለ ዝፈትወ ክልተ ኣምጽኤ እምበር ኣነ ርግጸኛ እየ ኣብ ማህጸነይ ዋላ ሓንቲ ጉድኣት እንድሕር ዘይተረኽበ ክወልድ ይኽእል እየ ኣነ ኢለ መለስኩላ። እዛ ማሓዛይ ንብዓት ካብ ኣዒንታ ክመልቕ ጀመረ እወ እንታይ ደኺ ኮንኪ እቲ ሓቂ ንገርኒ ሓረይ ትፈልጥዮ እንተ ኮንኪ ኣነ እታ ዝፈልጠ እየ ተዛሪበኪ ጐዲኤ ክዴ እንታይ ኢለ ክዴ እንዳበልኩ ነብሳ ክሕልዋ ፈተንኩ እዛ ማሓዛይ ግና እሞ ሓብኢ ኢልክኒ ዳኣ ማሓዛይ ኢላ ኣዕሚቛ ተዛሪባትኒ ብርግጽ ዋላ እኳ ዘደንግጽ እንተኾነ እዚ ሕጂ ዝነግረኪ ግን ሓደራኺ ሓሲብኪ ክትምልስሉን ክስቶ ነጊራትኒ ካኣ ከይትብልዮ ከድኪ ካኣ ካብ ኣፉ ከተረጋግጺ ኣለኪ እዘን ኩለን ኣነ ዝነገርኩኺ ካኣ ካብ ኣፉ እንድሕር ዘይረኸብክየን ኣነ በቃ ከባእሰኩምን ክፈላልየኩምን ዝደሊ ሰብ ምዃነይ በዚ ተረድእኒ ኢኺ። እንተዘይኮይኑ ግን ሓደራኺ እዚ ሰብ እዚ ኣዝዩ ውጹዕ እዩ። ንዓኺ ቅድሚ ምርካቡ ሰበይቲ ነይራቶ እያ። ብግቡእ ኣይኮነን ደኣ እምበር ክልተ ውሉድ ነይሮሞ እዮም። እዞም ክልተ ውሉድ ሕጂ መጺኦም ዘለዉ ኣብ ገዛኺ ውሉዱ እዮም። ኣዲኦም ብሕማም ናይ ካንሰር እያ ሞይታ። ንሱ ሓዘኑ ክኽእለሉ ክጸናናዕ መታን ደቁ ከኣ ነዚ ነገር እዚ መታን ከይርእዩ ኢሎም ናብ እንዳ ኦርፋን ይወሲድዎም። ብድሕሪኡ ከኣ ንዓኺ ምስ ረኸበኪ ጽቡቕ ጌርኪ ስለ ዝዘነንክዮ መሓዛይ መዓረይ ከኣ ንዓኺ በቃ ከም ሰበይቲ ጥራይ ዘይኮነስ ከም ኣዲኡ እዩን ዝርእየኪ ዘሎ ስለዚ በጃኺ ክትርድእሉ ይደሊ ግን ቅድም ካብ ኣፉ ኩሉ ነገር ፍለጢ ኢኺ ኢላ ኣብ መንጎ ዘረባኣ ገዲፋትኒ ከደት። ኣነ እንታይ እያ ትብለኒ ደላ? የዒንተይ ንብዓት ቋጺሩ ብዕድለይ ዝጻወት ዘሎ ሰብ ክብል ዋላ እኳ ተኻኣልኩ ግን ከኣ ውጹዕ ምዃኑ እንዳፈለጥኩ በቀርሃን ክሓቶ ኣለኒ ህድእ ኢለ ክሓቶ ኣለኒ ብምባል ናብ ገዛ መጻኹ ኣብ ገዛ ድማ ኮፍ ኢሉ ምሳሕ ቀራሪቡ ጸናሓኒ ድሕሪ ምምሳሕና ከኣ ሱቕ ኢለ ይጥምቶ በቃ ክዛረቦ ኣለኒ ሓንሳእ ክዛረበካ ደልየ ኣለኹ ፍቕረይ ብምባል ሒዘዮ ናብቲ ናትና መደቀሲ ኣተኹ። ሕጂ በጃኻ ሓደ ሓቂ ንገረኒ እዞም ውሉድ እንታይከ እዮም? ኢለ ብድቦላ ሓተትክዎ። ንሱ ኣብ መጀመርታ ካብ ኦርፋን ዘምጻእናዮም ኢሉ ዋላ እኳ እንተ ነቐጸ መወዳእትኡ ግና ኩሉ ከም ዝፈለጥኩ ምስ ነገርክዎ እወ ፍቕሪ ማዕረይ ሓቅኺ ኢኺ ኣነ ሓሰይኪ እየ እዞም ውሉድ እዚኦም ናተይ ውሉድ እዮም ግን በጃኺ ሓደ ነገር ክትልመንለይ ይደሊ ሓደ ነገር ከኣ ትርድእለይ ይደሊ ኣዲኦም እንዳፍቀርክዋ ኣብ ንኡስ ዕድሜኣ እያ ብካንሰር መይታ ንሳቶም ከኣ ነዚ ኩሉ ቃንዛ መታን ከይርእዩ ኢለ ኣምዳ ኦርፋነተዮም ምሳኺ ሓድሽ ሂወት ምጅማር ንዓይ ቀሊል ዋላ እኳ ተነበረ ግን ልዕሊ እቲ ኣነ ክነብሮ ዘለኒ ደቀይ ትርጉም ናይ ኣደ እናጸበቡ መታን ክዓብዩ ኢለ ደኣ'የ እምበር፣ ሃብትኺ ወይ ትካልኪ ርእየ ኣይኮንኩን ንዓኺ ዝተላለኹኺ። ምስ ተራኸብና ከኣ ከም ሰብኣይ መጠን ኣዝየ ፈቴኪ፣ ትርድእ ኢኺ። ኩሉ ነገር ከኣ መፍትሒ ትደልይሉ ኢኺ። ኣነ ከኣ ልዕሊ ኩሉ ንደቀይ ትኸውን እንተኾይናስ እስከ ኢለ እንዳፈራሕኩ ብብዙሕ ሲስተማት ገይረ ንደቀይ ናብዚ ገዛ ከምጽኦም ዝኸኣልኩ። እምበር እቲ ዶክተር እቲ ሓቂ እዩ ዋላ ሓንቲ ጸገም የብልናን ክንወልድ ፍቅረይ መዓረይ ተንወልድ ነይርና ግና እዞም ደቀይ እንታይ ምገበርክዎም ኣቦን ኣደን ሲኢኖም መዓበይ ማለት እዩ ቅድሚ ውላድኪ ግና ነዞም ደቀይ እንተ ብፍላጥ ድዩ እንተ ብዘይ ፍላጥ ሓደ ፍቅሪ ክሓድረኪ ሰደለኩ እየ ብጥበብ ዘእተኽዎም ብተንኮል ኣይትሕሰብዮ፣ ኣነ ብተንኮል ኣይሓስቦን እየ እዚ ነገር እዚ ኢሉ ከረድኣኒ ብዙሕ ፈተነ። ኣንዳነባዕኩ ስለምንታይ ግን ኣርባዕተ ዓመት ሙሉእ ውላደይ ክሓቁፍ እንዳኸኣልኩ ስለምንታይ ስለምንታይ ስለምንታይ እንዳኸኣልካ ከምዘይከኣልካ ኮንካ ምሳይ ትድቅስ ኢለ እንዳነባዕኩ ናብቲ ኣብ ጥቓይ ዝነበረ ሽንቲ ቤት ቀልጢፈ ኣትየ ዓጸኽዎ። ብልበይ ድማ ከምዚ ይሓስብ ነይረ ከምቲ ገዲፍኒ ዝኸደ ኣፍቃርየይ ከምኡ ኣይኮነን ግን ኣዝዩ ንፉዕ እዩ ከመይ ዓይነት ልቢ እዩ ዘለዎ ኣነ ትርጉም ናይ ኣደ ንኸይረክብ እቲ ሰብኣይ ኣደይ ዓንቂጽዎ እዩ ናይ ኣደነት ማሙቕ መታን ክረክብ ኢሉ ውን ብዙሕ ፋሕተርተር ኣይበለን ኣነ ዝገርመኒ ግን እዚ ሰብ እዚ እንታይ ዓይነት ልቢ እዩ ዘለዎ ንደቁ ክብል ጓል ይላለ ንደቁ ክብል ኣነ ብጣዕሚ ተገሪመ በቃ ልቡ ምስ ረኣኽዎ ንጹህ ልቢ ምዃኑ ተረዲእኒ ሕጂ ብሰላም ክነብር ምስኡ ወሲነ ኣለኹ ስለዚ የሕዋተየ ኣነ ምስዚ ሰብ እዚ ክነብር ወሲነ ኣለኹ ንስኻትኩም ከ እንታይ ምኽሪ ትህቡኒ የቀኔለይ።